ምስ ሰበይትኻ ወይ ገርፍሬንድኻ ክትከራኸር ከለኻ ዅሉ ግዜ ንሳ ልክዕ ከም ዝዀነት ይስምዓካዶ? ሓለቓኻኸ ብሉጽ ሓሳብ እናሃለየካ ግን ሓሳብካ ገሊጽኻ ከይወዳእካ ዓሰርተ ዘይሰራሓሉ ምኽንያታት ብምቕራብ ነቲ ሓሳብካ ውድቂ ይገብሮዶ? መልስኻ እወ እንተ ዀይኑ እዛ ቪድዮ ነዚ ዅሉ ነገር ክትቕይሮ እያ። ድሕሪ ሕጂ እምቢ ዝብለካ ሰበይ ክህሉን እዩ። እዘን ሓሙሽተ ስጉምትታት ጥራይ ተጠቒምካ ዝኾነ ይኹን እምቢታ ከመይ ናብ እሺ ከም እትቕይሮ ክምህረካ እየ። ሎሚ ንዚ ከምዚ ዝበሉ ኩነታት ምሕረት ዝኾነት መጽሓፍ ጌቲንግ ፓስ ኖ እትብል ብዊልያም ዩሪ ዝተጻሕፈት ጽሟቕ መጽሓፍ እየ ሒዘልኩም መጽየ ዘለኹ። ደራሲ እዛ መጽሓፍ ዊልያም ዩሪ ሓደ ካብቶም መስራቲ ናይ ሃርቫርድ ኒጎሽሽን ፕሮጀክት እዩ። ስለዚ ምስ ኣጸገምቲ ሰባት ከመይ ጌርኻ ከም እትዋሳእ ጽቡቕ ገይሩ ዝፈልጥ ሰብ እዩ። እዛ መጽሓፍ እዚኣ ንዞም ዘበሳጭዩን መወዳእታ ዘይብሎምን ዝመስሉ ክርክራት ከመይ ንኽልቲኡ ወገናት ብዘሐጉስ መንገዲ ምፍታሕ ከም ዝከኣል እያ ተምህር። ኣብዛ ቪድዮ እዚኣ ካብዛ መጽሓፍ ዝተማሃርክዎም ሓሙሽተ ተግባራዊ ስጉምትታት ከካፍለኩም እየ። እዛ ቪድዮ ኣዝያ ጠቓሚት ስለ ዝኾነት ላይክ ብምግባር ጀምሩ። እዞም ሓሙሽተ ተግባራዊ ስጉምትታት ንዛ ቪድዮ ርኢኻ ምስ ወዳእኻያ ጀሚርካ ክትጥቀመሎም እትኽእልን ወላ ምስቶም ኣዝዮም ኣጸገምትን ከበድትን ዘይተሓባበሩን ዝበሃሉ ሰባት እውን ከይተረፈ ጽቡቕ ገይሮም ዝሰርሑ መንገድታት እዮም። ስጉምቲ ሓደ ግብረ መልሲ ከይሃብካ ናብ ባንኮኒ ውጻእ። ኣጸጋሚ ኩነታት ክገጥመና ከሎ እንታይ ኢና ንገብር? እቲ ልሙድን ኩል ግዜን ንገብሮን ነገር ኣይንሓስብን ኢና። ብኡ ንብኡ ግብረ መልሲ ኢና ንህብ ሰብኣይን ሰበይትን ብዘይ ምስምዕማዕ እናተጨቓጨቑ ሰሚዕኻ ነቲ ሰብኣይ ስለምንታይ ኢኻ ዓውዓው ትብል ዘለኻ ኢልካ እንተሓቲትኻዮ ረኣያ እንዶ ንሳስ እዩ ዝብለካ ነታ ሰበይቱ ተሓቲትኻያ ድማ ተመሳሰሊ መልሲ እያ ትበካ መብዛሕትኡ ግዘ ብሰለስተ ልሙዳት ኣገባባት ኢና መልሲ ንህብ እቲ ቀዳማይ ንመጥቃዕቲ ንምምላስ እዩ ሓደ ሰብ መጥቃዕቲ እንተውሪድልካ ብኡ ንብኡ ነቲ መጥቃዕቲ ክትምልስ ኢኻ ትደሊ እቲ ካልኣይ ድማ ኢድኻ ምሃብ እዩ። ክሳዕ ዝደኽመካ ተጻዊርካ፣ ጸቕጢ ምስ በዝሐካ ግን ነቲ ነገር በቃ ንኽትውድኦ ኢልካ ጥራሕ ዝደለዮ ኢኻ ትህቦ። እቲ ሳልሳይ ድማ ምቁራጽ እዩ ወይ ርሒቕኻ ምኻድ፣ ምፍታሕ፣ ካብ ስራሕ ብፍቓድካ ምልቃቕ ወይ ርክብ ምቁራጽ እዩ። ሓደ ሓደ ግዘ ካብ ነገራት ግልል ምባል ቅኑዕ ምርጫ እዩ። እንተኾነ ግና ኩል ግዜ ተቋርፅ እንተኾንኻ ካብ ዝነበርካዮ ኣይክትንቀሳቀስን ኢኻ ምኽንያቱ ኩል ግዜ ካብ ዜሮ ኢኻ ትጅምር። እምበኣር ካብዞም ሰለስተ እቲ ዝበለፀ ግብረ መልሲ ኣየናይ እዩ? እቲ መልሲ ካብዞም ሰለስተ ዋላ ሓደ እኳ የለን። ደራሲ እዛ መጽሓፍ ከም ዝብሎ፣ ኣብ ኣጸጋሚ ድርድር እንተ ኣቲኻ፣ ግብረ መልሰይ ተሃብ፣ ናብ ባልኮኒ ውጻእ እዩ ዝብል። ናብ ባልኮኒ ውጻእ ዝብል ሓሳብ፣ ንርእስኻ ካብቲ ነገር ብምፍላይ ከም መንጎኛ ኰንካ ነቲ ሓሳብኻ ምምልካት እዩ። ካብቲ ባርያዊ ግብረ መልስታት ስምዒታትኻን ብኣእምሮኻ ርሕቐትካ ምሕላው ማለት እዩ። ንዚ ከምዚ ገይርካ ድማ ተግብሮ፣ ንቑሩብ ግዜ ደው ኢልካ ንኽትሓስብን፣ ቀሊልን ተፈጥራውን ዝኾነ ምኽንያት ፍጠር። ንኣብነት ናብ ሽቓቕ ምኽያድ፣ ቡን ምስታይ ወይ ንጹህ ኣየር ንምውሳድ ናብ ደገ ምውጻእ ክኸውን ይኽእል እዩ። ኣብቲ ባልኮኒ ከለኻ ንርእስኻ ድማ ሕተት፣ ኣብዚ ነገር ብሓቂ እንታይ እየ ዝደሊ? ናይ መወዳእታ ዕላማይከ እንታይ እዩ? ኣስተውዕል፣ ዕላማኻ ክርክር ምስዓር ወይ ንሓደ ሰብ ጌጋ ምዃኑ ምርኣይ ኣይኮነን። ዕላማኻ ነቲ ዝዓሞቐ ረብሓኻ ምጭባጥ እዩ። ስለዚ ኣብቲ ንስኻ ትደልዮ ጥራይ ክተተኩር የብልኻን ግን ሓደ ነገር ኣሎ ኒጎሽየሽን ኩሉ ግዜ ናይ ኽልተ ወገን መስርሕ እዩ ስለዚ ኣብቲ ንስኻ ትደልዮ ጥራሕ ክተተኩር የብልኻን ብዛዕባ ረብሓታት ናይ ተጻራሪኻ እውን ክትሓስብ ኣለካ ንኣብነት ሓለቓኻ ንበጀትካ ከጽድቆ እምቢ እንተይልካ እቲ ምኽንያት ንቶም ቦርድ እቲ ትካልኹም ብገንዘብ ሓላፍነት ዝስምዖ ሰብ ኾይኑ ክረኣ ስለ ዝደሊ ክኸውን ይኽእል እዩ እዚ ድማ ፕሬዝዳንት ናይቲ ትካል ኮይኑ ንኽቕፅል ከም ዝሕግዞ ክሓስብ ይኽእል እዩ። ስለዚ ኣብቲ ባልኮኒ ኮንኻ ከም ሳልሳይ ወገን ኮንኻ ነቲ ግርጭት ብህድኣት ገምግሞ። ካብኡ ንኽልቲኦም ወገናት ረእዮም እሞ ነቲ ፀገም ንኽልቴኹም ዝሰርሕ ፍታሕ ድለየሉ። ስጉምቲ ክልተ፣ ኣብ ጎድኖም ኹን። ሕራይ ናብ ባልኮኒ ወፂእኻ ህድእ ኢልካ ብሓቂ እንታይ ከም ትደሊ ፈሊጥኻ ሕጂ ኣብቲ ተደራዳሪኻ ክተተኩር ጊዚኡ እዩ እንተኾነ ግን እቲ ሰብ ተቆጢዑ ንነብሱ ዝከላኸል ወይ ክሰምዕ ዘይኽእል እንተኾይኑ ነቲ ጸገም ክትፈትሖ ኣይትኽእልን ኢኻ ስለዚ ናብቲ ጉዳይ ከይኣተኻ ክተህድኦ ኣለካ ከመይ ጌርካ ኢኻ ተህድኦ ኣብ ጎኖም ብምዃን እዩ ይርድኣኒ እዩ ኣብ ጎኒ ሓደ ኣጸጋሚ ሰብ ምዃን ናይ መወዳእታ ከቢድ ነገር ክኸውን ይኽእል እዩ። ግን ኣብዚ እቲ ዘገርም ነገር እንታይ እዩ ንሶም እውን ክትገብሮ ኢኻ ኢሎም ዘይጽበይዎ ነገር ምዃኑ እዩ። በዚ ምኽንያት እዚ ድማ ጽቡቕ ገይሩ ይሰርሕ እዩ። ክሰምዑኻ እንተ ደሊኻ ንስኻ ቅድም ስምዓዮም። ምሳኻ ክስማዕምዑ እንተ ደሊኻ ንስኻ ቅድም ብዝከኣለካ መጠን ምስኦም ተስማዕማዕ። እሺ። ሕዚ ድማ ንዚ ብቐሊሉ ናብ ተግባር ንክተውዕሎ ኣብ ኣርባዕተ ተግባራዊ ነጥብታት ምቓቕ ኢልና ንርእዮም። እቲ ቀዳማይ ነጥቢ ስምዓዮም። ተደራዳሪኻ ተበሳጭዩ ከሎ ክትህቦ እትኽእል ዝበለጸ ህያብ ምስማዕ ጥራሕ እዩ። ዋላ እውን ተጋግዮም እናሃለዉ ወይ ዘይቕኑዓት ምዃኖም እኳ እንተፈለጥኻ፣ ኣይተቋርጾም ወዲኤ ምስ በለ ብህድኣት ካልእ ክትውስኾ ትደሊ ነገር ኣሎ ድዩ ኢልካ ሕተቶ ወይ ድማ ቀጽል ወይ ድሕሪኡ እንታይ ኾነ ብምባል ኩሉ ዘጨንቖም ነገር ክዛረቡኻ ኣተባብዓዮም። ሓንሳብ ምስ ሰማዕካዮ እቲ ሰብ ግብረ መልሱ ይንኪ እዩ፣ ዝያዳ ድማ ርትዓዊ ይኸውን። ንስኻ ትብሎ ንምስምዕማዕ ድማ ድሉው እዩ ዝኸውን። ውጽኢታውያን ተደራደርቲ ካብ ዝዛረብዎ ንላዕሊ እዮም ዝሰምዑ። ኣብዚ እቲ ቀንዲ ነጥቢ እዚ እዩ። ምስማዕ ማለት ምስምዕማዕ ማለት ኣይኮነን። ቅኑዕ ኢኻ ኣይትብልን ዘለኻ። ስምዒትካ ይርደእኒ እዩ ኢኻ ጥራሕ ትብል ዘለኻ። እዛ ንእሽቶ ለውጢ እዚኣ ምትእምማን ትሃንጽ እሞ ነቲ ውጥረትኩም እውን ተህድኦ እያ። ኻልኣይ ነጥቢ ኣድላዪ ኣብ ዝኾነሉ፣ ይቅርታ ምባል ኣይትረስዕ እዚ ካብቶም ዝቀለሉ ነገራት ሓደ እዩ ግን ኣብ ድርድር መብዛሕትኡ ግዘ ንርስዖ ኢና ንበል እሞ ናይ ቆፀሮ ሰዓት ኣሕሊፍኻ ወይ ድማ ጌጋ ዝኾነ ፍርያት ኣረኪብኻዮም ንበል እቲ ዓሚል ተበሳጭዩሉ ቅድሚ ዝኾነ ነገር ይቅርታ ብምባል ጀምር ይቅሬታ ኣነ እየ ኣበላሽየ በል ይቅሬታ እንተዘይሓቲትኻ እቲ ሕማቅ ስምዒት ኩልግዜ ክመፅእን ነቲ ዘረባኹም እውን ክፀልዎን እዩ ይቅርታ ብምሕታት ነቲ ሕማቕ ስምዒት ተህድኦ እሞ ካብኡ ኣብ ቀጻሊ ፍታሕ ክተተኩር ትሕግዞ። ኣብዚ ብዙሕ ከይትጭነቕ፣ ይቕሬታ ምባል ድኹም ኣይገብረካን፣ የግዳስ ሓይልኻ እዩ ዘርኢ። እቲ ሳልሳይ ነጥቢ ንተጻራሪኻ ኣኽብሮት ተርእዮ። እዚ ንምትግባር ሓደ ቀሊል ኣገባብ፣ ንስልጣኑን ክኢላነቱን ኣፍልጦ ምሃብ እዩ። ንበል ሓደ ኣጸጋሚ ሓለቓ ኣብ ሓደ ናይ ስራሕ ጉዳይ ሓሳቡ ንኽቕይር ክተእምኖ ትፍትን ኣለኻ። ንስልጣኑ ወይ ክኢላነቱ ንስልጣኑ ወይ ክኢላነቱ ቦታ ከም ዘይሃብካዮ ኮይኑ እንተ ተሰሚዕዎ፣ ነቲ ኩሉ ትገብሮ ነገር ዝያዳ ተጻራሪ ብምዃኑ እዩ ግብረ መልሲ ክህበካ። ስለዚ ከም ንስኻ እንዲኻ ሓለቓ ወይ ንሓላፍነትካ ኣኽብሮት ኣለኒ ብምባል ዘረባኻ ጀምር። ራብዓይ ነጥቢ፣ ኣብ ክንዲ ግን፣ እወ፣ ከምኡውን ዝብሉ ቃላት ተጠቐም። ንቲ ተጻራሪኻ ምስ ኣህደእካዮ፣ ሕጂ ባእሲ ከይፈጠርካ ርእይቶኻ እተካፍለሉ ግዜ እዩ። ንዚ እቲ መፍትሕ ግን ዝብል ቃል ምውጋድ እዩ። ንኣብነት ሓደ ዓሚል ዋጋኹም ኣዝዩ ክቡር እዩ እንተኢሉካ ግን ፍርያትና ዝልዓለ ጽፈት ኣለዎ ኢልካ ክትምልስ ትደሊ ትኸውን። ኣብ ክንድኡ ግን ንዚኣ ፈትና። እወ ልክዕ ኣለኻ፣ ዋጋና ክብ ምባሉ ልክዕ ኢኻ፣ እዚ ድማ ዝልዓለ ጽፈት ንምሃብ ዝበለጹ ጥረ ነገራት ስለ ንጥቀም እዩ። ኣብዚ ነቲ ፍልልይ ትርእይዎ ደለኹም እወ ከምኡ ውን ብምባል ንርእይቶኦም ኣፍልጦ ትህብ እሞ ጌጋ ከም ዝኾኑ ከይስምዖም ጌርኻ ናትኻ ርእይቶ ትውስኸሉ። እዚ እዩ እቲ ዕዉት መንገዲ። ስጉምቲ ሰለስተ፣ ኣይትንጸጎ። ነቲ ጸወታ ብምቕያር ዳግማይ ኣዳልዎ። ኣብ ጎኖም ኮንካ ነገራት ኣህዲኻ ጽቡቕ ዝርርብ ኸፊትኻ እንተኾነ ግን ምስዚ ኩሉ ተግባርካ ተጻራሪኻ ምናልባት ኣብ ጠለባቱ ተሸኺሉ ክተሓባበረካ እንተ ኣበየኸ ወይ እውን ብሓሳባቱ መጥቃዕቲ ከውርደልካ እንተ ቀጺሉኸ እንታይ ኢኻ ትገብር? ኣብዚ ነቲ ጸወታ ኢኻ ትቕይሮ። ኣብ ክንዲ ነቲ ቅዋሙ ምቅዋም ነቲ ዝርልብ ዳግማይ ተዳልዎ። ዳግማይ ምድላው ነቲ ትኹረት ካብ ክርክር ናብ ጸገማት ምፍታሕ እዩ ዝቕይሮ። ንዛ ሜላ እዚኣ ንምትግባር ክትጥቀመሎም እትኽእል ሰለስተ ሜላታት ድማ፣ እቲ ቀዳማይ ንተጻራሪኻ ምኽሪ ሕተቶ። እዚ ዘይመስል ኮይኑ ክስምዐካ ይኽእል እዩ፣ ግን ንተጻራሪኻ ምኽሪ ምሕታት ካብቶም እትገብሮም እትኽእል ኣዝዮም ብልሓት ዝተመልኦም ስጉምትታት እቲ ሓደ እዩ። ብፍላይ ድማ ብዕድመ፣ ብፍልጠት፣ ብሃብቲ፣ ወይ ብስልጣን ካባኻ ንላዕሊ እየ ኢሎም ዝሓስቡ እንተኾይኖም ስለምንታይ ከም ዝሰርሕ ክነግረካ ንኢጎኦም ብምግዛፍ ንዕኦም ዋጋን ክብርን ከም ዘለካ ኾይኑ ክስምዖም ስለ ዝገብር እዩ ካብኡ ድማ እቲ ጸገም ኣብ ምፍታሕ ከም ዝሳተፉ ኢኻ ትገብሮም እዚ ድማ ትኹረት ካብ ኣነ ኣንጻር ንስኻ ናብ ከመይ ጌርና ነዚ ነገር ንፈትሖ ዝብል እዩ ዝቕይሮ። መብዛሕትኦም ተጻረርትኻ ምኽሪ ካብ ምሃብ ዓዲ እይውዕሉን እዮም። ከምኡ ክገብሩ ከለዉ ድማ ነቲ ኩነታት ካብ ዝሰፍሐ ኣረኣእያ ክርእይዎ እዮም ዝጅምሩ። ንኣብነት ንስኻ ንእሽቶ ትካል ኣለትካ እሞ ምስ ሓደ ዋጋ ክንክ ዝኣበየካ ኣቕራቢ ትደራደር ኣለኻ ንበል። ኣብ ክንዲ ምክርኻር ከምዚ ክትብል ትኽእል ኢኻ፣ ንስኻ ኣብዚ ዓውዲ እዚ ካባይ ንላዕሊ ጸኒሕካ ኢኻ እሞ እዚ ነገር ንኽልቴና ንኽሰርሕ እንታይ ክገብር ምመኸርካኒ ኢልካ ሕተቶ። ከምኡ ኢልካ ክትሓትት ከለኻ ምናልባት ሓሳባት ክህበካ ይኽእል እዩ። ንሱ እውን ብዝበዝሐ መጠን እንተኣዚዝካ ዋጋ ከጉድለልካ እየ። ወይ ምናልባት ነቲ ናይ ምምጻእ መደብ ምትዕርራይ ናተይ ናይ ሎጂስቲክ ወጻእታት ክቕንሰልካ እየ ክብል ይኽእል እዩ። እዚ ኣገባብ እዚ ንሓደስቲ ፍታሓታት ማዕጾ ይኸፍት እሞ ንኽልቴኹም ከም እትዕወቱ ኮይኑ ንክስምዐኩም ይሕግዝ እዩ። ምኽሪ ምሕታት ንተጻራሪኻ ኣገዳሲ ሰብ ኮይኑ ክስምዖ ይገብር እዩ፣ ምኽንያቱ ንክኢላነቱን ስልጣኑን ከም እተኽብር ስለ ተርእዮ ዘለኻ። እቲ ካልኣይ ድማ ስለምንታይ ኢልካ ሕተቶም እሞ ካብኡ ረብሕኦም ፍለጥ። ትኹረት ተጻራሪኻ ካብቲ ንዚ እየ ዝደልዮ ዝብሎ ዘሎ ነገር ናብቲ ናይ ብሓቂ ዝደልዮ ኣገዳሲ ዝኾነ ነገር ቀይሮ። ተጻራሪኻ ዝጠልቦም ዘሎ ከም ገንዘብ፣ ኩነታት፣ ረብሓታትን ቁጽርታትን ልዕል ልዕል ዝበሉን ልዕሊ ዓቕምኻን ዝኾኑ ነገራት እንተኾይኖም ነቲ ድሌቱ ኣይትጻረሮ። ኣብ ክንድኡ ኣፍልጦ ሃቦ'ሞ ንዚ ነገር ስለምንታይ ኢኻ ደሊኻዮ? ኢልካ ሕተቶ። ነዚ ዝገልጸልና ሓደ ኣብነት ንርእ። ሓደ ጆን ዝበሃል ንእሽተይ ትካል ዘለዎ ሰብ ነቲ ዝበለጸ ሰራሕተኝኡ ዳን ከምዚ ኢሉ ይሓቶ። ስለምንታይ ኢኻ ካብዚ ስራሕ ክትወጽእ ደሊኻ? ካብ ውዳን፣ ምኽንያተይ ነቶም ዝኣረጉ ወለደይ ንምድጋፍ ዝያዳ ገንዘብ የድልየኒ ኣሎ፣ ናይ ሕክምና ወጻኢታቶም ድማ ወሲኹ ስለ ዘሎ እዩ ይብሎ። ሽዑ ጆን፣ ዳን ንእሽተይ ወሰኽ ደመወዝ ጥራይ ከም ዘየድልዮ ይርዳእ እሞ፣ ንስድርኡ ንምክንኻን ብዙሕ ገንዘብ እዩ ዘድልዮ። ጆን ነቲ ዳን ዝሓተቶ ዓቢ ወሰኽ ደሞዝ ክህቦ ኣይኽእልን እዩ፣ ስለዚ ሓደ ፍታሕ ግን ይህቦ። ዳን ተወሳኺ ገንዘብ ንምርካብ ተወሳኺ ስራሕ ወይ ናይ ፍሪላንስ ፕሮጀክት ንኽሰርሕ ዝሕግዞ ተዓጻጻፊ ናይ ስራሕ ሰዓታት ግን ሂብዎ። እዚ ፍታሕ እዚ ድማ ነቲ ዝዓሞቐ ሻቕሎት ዳን ስለ ዝፈትሐሉ፣ ኣብቲ ትካል ንኽጸንሕ ወሲኑ። እዛ ቀላል ሕቶ እዚኣ ነቲ ዘረባ ካብቲ ዝደልዮ ናብቲ ብሓቂ ኣገዳሲ ዝዀነ ነገር እያ ትቕይሮ፣ እዚ ድማ ንዝሓሸ ፍታሕ ማዕጾ ይኸፍት እዩ። ሳልሳይ፣ እንተድኣ ኢልካ ሕተት። ንበል እሞ ንስኻ ምስ ዓርክኻ ንእሽቶ ትካል ተካይድ ኣለኻ። ካብኡ ቀጻሊ ድኳንኹም ኣበይ ከም ትኸፍቱ ክትውስኑ ትፍትኑ ኣለኹም። ዓርክኻ ኣብ ሓንቲ ቀረባ ከተማ ክትኸፍቱ ይደፋፍኣካ ኣሎ። ምኽንያቱ ነታ ከተማ ዝፈልጣ ስለ ዝኾነ እዩ። ንስኻ ግን ናብ ካልእ ሓድሽ ቦታ ምስፍሕፋሕ ኢኻ ዝያዳ ዕድላት ከም ዘለዎ ትኣምን። ኣብ ክንዲ ነቲ ሓሳቡ ብኡ ንብኡ ምቅዋም፣ እወ፣ እዚ ሓደ ካብቶም መረጽታት እዩ ምባል ትኽእል። ድሕሪኡ ከመየናይ ቦታ ዝያዳ ጠለብ ከም ዘለዎ ንምፍላጥ መጽናዕቲ እንተ ገበርናኸ? ወይ ካልእ ሓሳባት ኣለካ ድዩ? ዝኣመሰሉ ካልኦት ኣማራጽታት ንምዝራብ እንተድኣ ተጠቐም። ኣብ ዝኾነ ድርድር ተጻራሪኻ ነቲ ኣማራጺታትካ ክነቅፍ እንተጀሚሩ ነቲ ነቐፌታ ክሰምዖ ይደሊ እየ፣ ግን ኩሎም ኣማራጺታት ኣብ ጠረጴዛ ክሳዕ ዝቐርቡ ደው ክነብሎ ንኽእል ዲና ክትብል ትኽእል ኢኻ። ሓደ ካልእ ክስመረሉ ዝግባእ ነገር ኣሎ። እዚ ኩሉ ጻዕርታት ጌርካ ንክትስማዕምዑ ክትፍትን ከለኻ እቲ ካልእ ሰብ ውሰዶ ወይ ሕደጎ፣ ወይ ነዚ ነገር ክሳዕ ሰዓት ሓሙሽተ ክትወስዶ ኣለካ፣ እንተዘይኮይኑ እቲ ስምምዕና ትሰርዝ እዩ እንተኢሉካኸ? እዚ ሰብኣይ ብሓቁ ድዩ ወይስ ይጻወት እዩ ዘሎ ርግጸኛ ክትኸውን ኣይትኽእልን ኢኻ። ስለዚ ነተካይድኡ ዕሽሽ ብምባል ቅኑዕነቱ ፈትኖ። ከም ዘይሰማዕካዮ ኰንካ ከም ዘይሰማዕካዮ ኰንካ ብዛዕባ እቲ ጸገም ጥራሕ ምዝራብ ቐጽል። ወይ ነቲ ኣርእስቲ ምሉእ ብምሉእ ቐይሮ። ብሓቁ እንድሕር ኰይኑ ነቲ መልእኽቱ ደጊሙ ክነግረካ እዩ። ሓደ ሓደ ግዜ ነቲ ናይ ተጻራሪኻ ኹራም ናብ ጥቕምኻ ክትቕይሮ ትኽእል ኢኻ። ንኣብነት ንስኻ ቤት ኬክ ኣለካ እሞ ምስ ሓደ ዓሚል ድማ ንመርዓ ዝኸውን ዓቢ ኬክ ክገዝኣካ ይደራደረካ ኣሎ። እቲ ዓሚል እዛ ኬክ ቀዳም ንጉሆ ይደልያ እየ። ሕጂ ኣብ ክንዲ ነቲ ሓሳቡ ምቅዋም ከምዚ ኢልካ ክትምልስ ትኽእል ኢኻ፣ ነቲ ቆጸሮ ንምኽባር ሓገዝካ የድልየኒ እዩ። ንቀዳም ነዚ ኬክ ናብዚ መጺኡ ነዚ ትእዛዝ እዚ ዝወስድ ሰብ ክተዳልየለይ ትኽእል ዶ ኢኻ ክትሓቶ ትኽእል ኢኻ። ስጉምቲ ኣርባዕተ፣ እወ ንኽብሉኻ ቀሊል ዝገብር ወርቃዊ ድልድል ህነጸ ኣሎም። ተጻራሪኻ ኣህዲእካዮን ጽቡቕ ሃዋህው ፈጢርካ እውን እቲ ድርድር ክፈርስ ይኽእል እዩ። ምኽንያቱ ንሰባት ንከይስማዕምዑ ዝዕንቅፍዎም ኣርባዕተ ሕቡኣት ዕንቅፋታት ኣለው። እቲ ቀዳማይ እቲ ሓሳብ ናቶም ስለዘይኮነ እንትኸውን እቲ ካልኣይ ድማ ሓደ ኣዝዩ ኣገዳሲ ዝኾነ ነገር ከምዘይተማለእሎም ስለዝስምዖም እዩ። ሳልሳይ ድማ ኣብ ቅድሚ ካልኦት ሰባት ሕማቕ ኮይኖም ክርኣዩ ይደልዩ። እቲ ራብዓይ ኣዝዮም ዝቐልጠፉን ጸቕጢ ከምዝገበርካሎምን ኮይኑ ተተሰሚዕዎምን እዩ። ካብዚኣቶም ንቲ ሓደ እኳ ዕሽሽ እንተኢልካ ኣብ ቦትኦም ክጸንዑ ይኽእሉ እዮም። ናትኻ ስራሕ ንሳቶም እወ ንኽብሉ ቀሊልን መሳጥን ዝገብር ወርቃዊ ድልድል ምህናጽ እዩ። ንነፍሲ ወከፍ ዕንቅፋት ከመይ ጌርኻ ከም እትፈትሖ ንርኣ። ቀዳማይ፣ ነቲ ስምምዕ ናቱ ሓሳብ ከም ዘይኰነ ከይስምዖ ኣብቲ መስርሕ ክተሳትፎ ኣለካ። ካብቶም ኣብ ድልድል ዝግበሩ ልሙዳት ጌጋታት ሓደ ነቲ ፍታሕ ከም ዝረኸብካዮ ምእዋጅ እዩ። ተጸራሪኻ ኣብ ምንዳፉ ተራ እንተዘይሃልይዎ፣ ነቲ ሓሳብ ክነጽጎ ይኽእል እዩ። ሰባት ተሳቲፎም ከለዉ፣ ነገራት ብዝተፈለየ መገዲ እዮም ዝርእይዎ። ኣብዚ ተጸራሪኻ ንምስታፍ እቲ ዝቐለለ መገዲ ሓሳባቱ ምሕታት እዩ። እዚ ማለት ምስ ኩሉ ዝበሎ ሓሳባት ክትስማዕማዕ ኣለካ ማለት ኣይኮነን። ነቶም ቅኑዓት ዝኾኑ ምረጽ እሞ ነቲ ዝርርብ ናብቲ ንስኻ ትደልዮ ኣንፈት ኣቕንዓዮ። ንኣብነት ሓለቓኻ ሓሳቡ ንኽቕይር ምግባር ዝቐለለ ዝኸውን ነዚ ሓሳብ እዚ ካብቲ ኣብ ኣኼባ ዝበልካዮ ነገር እየ ረኺበዮ እንተኢልካዮ እዩ። ነቲ ሓሳባት ክተማዕብሎም ከለኻ ርእይትኡ እውን ሕተቶ። እቲ መስርሕ ልክዕ ከም ብሓንሳብ ስእሊ ከም ምስኣል እዩ። ተጸራሪኻ ቁሩብ ይስእል ንስኻ ድማ ትውስኽ። ተጸራሪኻ ሓሳባቱ ወይ ርእይትኡ ንምሃብ እንተኣብዩ፣ ዝርርብ ናይ ኣማራፅታት ብምሃብ ክተሳትፎ ፈትን። ሓንሳብ ምስ መረፀ ግን እቲ ሓሳብ ናቱ ይኸውነሉ ማለት እዩ። ካልኣይ ዘይተማልእ ረብሓታት ምፍታሕ እዩ። ነዚ ነጥቢ እዚ ንምብራህ ሓንቲ ኣብነት ክህበኩም። ክልተ ሰብኣይን ሰበይትን ናይ ዕረፍቲ ግዜኦም ንምሕላፍ እታ ሰበይቲ ናብ ገማግም ባሕሪ ናይ ዕረፍቲ መገሽኦም ክገብሩ ትደሊ። ሰብኣያ ግን ናብታ ወለዱ ዝርከብዋ ከተማ ክኸይድ ይደሊ። ብዚ ምኽንያት ድማ ክከራኸሩ ጸኒሖም ክስማዕምዑ ይኸኣሉ። እቲ ውጥረት ድማ እናወሰኸ ይመጽእ። ኣብ መወዳእታ እታ ሰበይቲ ኣዝያ ተበሳጨ። ስለምንታይ እዩ ንወለድኻ ምብጻሕ ክንድዚ ኣገዳሲ ዝኾነ? ምሽ ቅድሚ ቁሩብ ኣዋርሕ ርኢናዮም? ትብሎ። እቲ ሰብኣይ ድሕሪኡ ክንጥይቖም ጥራሕ ኣይኮነን ኣቦይ ንእሽተይ ተጸልይዎ ኣሎ። ስለዚ ኼድና ክንርእዮ ኣለና። ተወሳኺ ድማ ካብ ስድራቤተይ ዕረፍቲ ከም ዘቐድም ክሓስቦ ኣይደልን እየ ይብላ። እዚ ምስ ሰምዐት እታ ሰበይቲ ናይ ሰብኣያ ዘይተማልኡ ረብሓታት ትግንዘብ እሞ ካብኡ ሓሳባ ብምቕያር ከምዚ ትብል፣ ሕራይ እትብሎ ዘለኻ ይርደኣኒ እዩ፣ ነቲ ዕረፍቲ እንተንመቕሎኸ? ቁሩብ መዓልቲ ምስ ወለድኻ ንጸንሕ እሞ፣ ድሕሪኡ ድማ ነዘን ዝተረፋና መዓልቲ ናብቲ ገምገም ባሕሪ ንኸይድ ትብሎ። በዚ ኣገባብ እዚ ነቦኻ ንርእዮም ካብኡ ድማ ብሓንሳብ ሽርሽር ንኸይድ ትብሎ። እዚ ስምምዕ እዚ ነቲ ናይ ሰብኣያ ረብሓታት ሓላፍነት ዝስምዖ ውላድ ምዃኑ ኣፍልጦ ስለ ዝህብ፣ ኣብ ተመሳሳሊ ግዜ ድማ ነታ ናይ ሰበይቲ ናብ ገምገም ባሕሪ ናይ ምኻድ ድሌት መልሲ ስለ ዝህብ፣ ነቲ ዘይተማልአ ረብሓታት ናይ ሰብኣያ ብምፍታሕ ንኽልቲኦም ዘስማዕምዕ ፍታሕ ረኺባ እያ። ሳልሳይ፣ ነቲ ተጻራሪኻ ገጹ ንኸድሕን ሓግዞ። ተጻራሪኻ ብሓቂ ነቲ ስምምዕ ክቕበሎ ይደሊ ይኸውን እዩ፣ ግን ኣብ ቅድሚ ካልኦት ሰባት፣ ከም ሓለቕኡ፣ ስድርኡ፣ ወይ ድማ ኣዕሩኽቱ፣ ዓሻ ወይ ዘይብቑዕ ኰይኑ ናይ ምርኣይ ፍርሒ ክህልዎ ይኽእል እዩ። ንስኻ ድማ ኣብ ቅድሚ እዞም ሰባት እዚኣቶም ጽቡቕ ዀይኑ ንኽረኣ ብምግባር እወ ንኽብል ቀሊል ክትገብረሉ ኣለካ። ንበል እሞ ሓደ ንእሽቶ ትካል ዘለዎ ሰብ ምስ ሓደ ዓሚል ብዋጋ ሓድሽ ኣገልግሎት ይደራደር ኣሎ። እቲ ዓሚል ብቲ ትብሎ ዘለኻ ዋጋ እንተተስማዕሚዐ ስድራይ ገንዘብ የባኽን ከምዘለኹን ወይ ጽቡቕ ከምዘይተደራደርኹን ክሓስቡ ይኽእሉ እዮም ይብል። እቲ በዓል ትካል ድማ ይርደኣኒ ነዚ ከም ሓደ መፈተኒ ፕሮግራም፣ ፓይለት ፕሮግራም፣ ጌርና እንተነቕርቦኸ? ንስድራኻ ከም መፈተኒ ገይርካ ክተቕርበሎም ትኽእል ኢኻ። ነቲ ዋጋ ቅድሚ ስምምዕ ምግባርካ ንምግምጋም በዚ ኣገባብ'ዚ ጥንቁቕ ስትራተጂካዊ ከም ዝኾንካ የርኢ እዩ ምስ በሎ፣ ነቲ ስምምዕ በዚ ኣገባብ'ዚ ብምቕራብ እቲ ዓሚል ኣብ ቅድሚ ስድርኡ ሕማቕ ኮይኑ ከይተሰምዖ ክሰማማዕ ይኽእል እዩ። እዚ ድማ እወ ንኽብል ቀሊል እዩ ዝገብረሉ። ራብዓይ፣ ቀልጢፍካ ንምኻድ። ቀስ በል። ተጻራሪኻ ምሳኻ ንክኸይድ ፍጥነትካ ክተጉድልን ንክሓስበሉ እውን ግዜ ክትህቦን ኣለካ። ነገራት ቀልጢፎም ክኸዱ ከለዉ ሰባት ኣይፋል ክብሉ ዝያዳ ተኽእሎታት ኣለዎም፣ ምኽንያቱ እቲ ዝቐለለ ኣማራጺ ስለዝኾነ እዩ። ኣብ ድርድራት ፍጥነት ምጉዳል፣ ንተጻዋቲኻ ንኽሓስበሉ ግዜ ምሃብ ከምኡ'ውን በቲ ውሳነ ምቾት ከም ዝተሰምዖ ምርግጋጽ ኣገዳሲ እዩ። ኣድላዪ እንተኾይኑ፣ ንነፍሲ ወከፍ ነጥቢ ናይቲ ድርድር ብጥንቃቐ ሕለፎ። ሕቶታት ንኽሓትት ወይ ሻቕለቱ ንኽገልጽ እውን ክትፈቕደሉ ኣለካ። ንስጉምቲ ኣርባዕተ ንምጥቕላል ዝኣክል፣ ወርቃዊ ድልድል ምህናጽ ማለት ንተጻራሪኻ ጽቡቕ ስምምዕ ምሃብ ጥራሕ ማለት ኣይኮነን። እዞም ኣርባዕተ ነገራት እዚኦም የድልዩኻ እዮም። እቲ ቀዳማይ ኣብ ምፍጣር እቲ ፍታሕ ኣሳትፎ። ካልኣይ ንቶም ዘይተማልኡ ድሌታቱ ከም ኣፍልጦ ምሃብ ኣርውየሉ። ሳልሳይ ኣብ ቅድሚ ካልኦት ጽቡቕ ኮይኑ ንክርኣ እውን ሓግዞ። ራብዓይ ድማ ቀልጢፍኻ ንምኻድ ቀስ በል። ነቲ መስርሕ ኣይተቃላጥፎ። ስጉምቲ ሓሙሽተ። ኣይፋል ንኽብሉ ኣጸጋሚ ግበረሎም። እዚ ኹሉ ጽዒርካ ክስማዓምዑ እንተኣበዩኸ? ሓደ ሰብኣይ ንሰበይቱ ክፈትሐኪ'የ እናበለ ዘፈራርሕ፣ ሓደ ትካል ንዓሚሉ ክኸሰካ'የ ዝብል ወይ ሓደ ማሕበር ሰራሕተኛታት ኣድማ ምስ ዝገብር እንታይ ክትገብር ኣለካ? ኣብዚ ንተጻራሪኻ እዚ ክትምህሮ ኣለካ። ክስማዕማዕ ዝኣበየ ክዕወት ይኽእል እየ ኢሉ ስለ ዝሓሰበ እዩ። ናቱ ባክኣፕ ፕላን ወይ ፕላን ቢ ካብቲ ንስኻ ትህቦ ዘለኻ ዝሓሸ ምዃኑ ስለ ዝኣምን እዩ። እንድሕር ፈቲሕኪ ኣብ መወዳእታ ባዶ ገዛ ሒዙ ከም ዝተርፍ ክተረድእዮ ኣለኪ። እቲ ትካል እንተኸሲሱካ ሓደ እሙን ዓሚል ይስእን ከም ዘሎ ክርድኦ ክትገብር ኣለካ። ኣድማ ዝገብር ማሕበር ሰራሕተኛታት ድማ ነቲ ትካል ከኽስሮ ከም ዝኽእል ክግንዘብ ምግባር ኣገዳሲ እዩ። ናትኻ ስራሕ ንተጻራሪኻ ንዓኣቶም እቲ ዝበለጸ እዩ ዝበልዎ ነገር ብጌጋ ከም ዝተረድእዎ ንኽርእዩ ምሕጋዝ እዩ። ግን ንክሰማምዑ ኣይተገድዶም። ንኽልቴኹም ዝሰርሕ ምርጫ ንኽመርጹ ጥራሕ ምርሓዮም። ንተጻራሪኻ ከምዚ ጌርካ ምሃርሎም፣ ቀዳማይ፣ እንተ ዘይትስማዕሚዕና እንታይ ክፍጠር ከም ዝኽእል ሓሲብኻ ዲኻ ኢልካ ምሕታት። ንተጻራሪኻ ነቲ ሰዓቤ ነፍልጦ። ንኣብነት ኣብ ዓሰርተ ትሽዓተ ሰብዓን ትሽዓተን ትካል ክራይስለር ኣብ ጫፍ ናይ ምኽሳር በጺሑ ነበረ። ፕሬዚዳንት ናይቲ ትካል ሊ ኣያኮካ ድማ ንኮንግረስ ልቓሕ ከጽድቕሎም ሓቲቶም። ብዙሓት ኣባላት ናይቲ ኮንግረስ ድማ መንግስቲ ንናይ ውልቂ ትካላት ከድሕን የብሎምን ኢሎም ስለ ዝኣምኑ፣ ነዚ ሓሳብ ዝተቓወምዎ ሓሳቦም ንምቕያር ድማ ሊኣያኩካ ከምዚ ብምባል ነቲ ሳዕቤናት ኣዘኻኸሮም፣ ትካል ክላይስረር እንተተዓጽዩ ኣሽሓት ሰባት ስራሓቶም ክስእኑ እዮም። እዚ ንሃገርና ይጠቅም ድዩ? እዚ ትካል እዚ ናብ ካልእ ሃገር እንተኸይዱ ጽቡቕ ድዩ ኮይኑ? እዚ ትካል እዚ ናብ ካልእ ሃገር እንተኸይዱ ጽቡቕ ድዩ ኮይኑ? በለ። ካብኡ ቀጺሉ ድማ እቲ ናይ ገንዘብ ወፃኢ እውን ኣዘኻኸሮም። እዚ ትካል ተዘይሃልዩ እዞም ስራሕ ዝስእኑ ናትና ሰባት ንመንግስቲ ክልተ ነጥቢ ሸውዓተ ቢሊየን ዳላር ናይ ስራሕ ኣልቦነት ናይ ድጎማ ክፍሊት ወፃኢ ንክገብር ክገብርዎ እዮም ኢሉ ገለፀ። እዚ ድማ ካብቲ ንዓና እትህቡና ልቓሕ ንላዕሊ እዩ ዝኸውን ዘሎ። ነቲ ሳዕቤናት ከምዚ ብምርኣይ ሊ ኣያኮካ ንኮንግረስ ነቲ ሓደ ነጥቢ ሓሙሽተ ቢልዮን ዶላር ልቓሕ ንኸጽድቕሉ እሚንዎም እዩ። ንትካል ክላይስለር ምድሓን ማለት ንመረጽትኹም ስራሕ ከይስእኑ ምግባር ማለት ምዃኑ ድማ ኣረድኦም። ንተጻራሪኻ ንምምሃር ክትሓቶ እትኽእል ኻሊእ ቀሊል ሕቶ ድማ እንታይ ክትገብር ኢኻ ዝብል እዩ። እንተ ዘይተስማዕሚዕና እንታይ ኽትገብር ኢኻ? ኽንደይ ገንዘብኸ ከኽስረካ እዩ? ድሌታትኻኸ ክመልእልካ ድዩ? ሰባት ነቲ ባትናኦም ከጋንኑ ይፍትኑ እዮም። ስለዚ፣ ነቲ ድኽመታቶም ንምርካብ ቁሩብ ጸዓር። እዚ ጉዳይ እዚ ናብ ቤት ፍርዲ ክትወስዶ ትኽእል ኢኻ። ርግጽ እዩ፣ ግን ክንደይ ግዜ እዩ ክወስድ? ብዛዕባ እቲ ውጽኢቱኸ? ቅኑዕ ምዃንካ ርግጸኛ እንተ ኾንካ እውን እቲ ዳኛ ብኣኻ መንገዲ ክርእዮ ግድን ድዩ ኮይኑ? በሎ። ንበል ነቲ ስምምዕ ተዓዊትካ ከም ንተጻራሪኻ ድማ ናብ ናትካ ሓሳብ ኣምጺእካዮ ንበል። ግን ኣይትተሓጎስ። ቅድሚኡ ነቲ ካልእ ወገን እውን ዕጉብ ከም ዝኾነ ኣረጋግጽ። ኣስተውዕል ዕላማኻ ንኽልቴኹም ዝሰርሕ ፍታሕ ምርካብ እምበር ንተጻራሪኻ ምስዓር ኣይኮነን። ዋላ ምስ ተስማዕማዕካ እውን እቲ ስራሕ ኣይተወደኣን። እቲ ስምምዕ ብሰላም ከም ዝትግበር ገና ክተረጋግጽ ኣለካ። ተጻራሪኻ ካብቲ ጠረጴዛ ብሕማቕ ስምዒት እንተ ተበጊሱ ነቲ ስምምዕ ብግቡእ ኣይክትግብሮን ይኽእል እዩ። ኣብ መወዳእታ እቲ ድርድር ዕጉብ ኾይኑ ንኽስምዖ ምርግጋጽ ንዓኻ እውን ይጠቕመካ እዩ። ካሊእ ለጋስ ኹን። ሓደ ናይ ሆስቴጅ ኒጎሼተር ከም ዝበሎ ኣብ መወዳእታ ቁሩብ ተዓጻጻፍነት ንገድፍ ኢና። ምኽንያቱ እቲ ናይ መወዳእታ ዙር ንሳቶም ክዕወቱ ንደሊ ኢና። ኣብ መወዳእታ ካብቲ ዝጽበይዎ ንላዕሊ ቐለልቲ ንኸውን። ምኽንያቱ ጽቡቕ ከም ዝሰርሑ ኾይኖም ክሓስቡ ኢና ንደሊ። ተጻራሪኻ ብዛዕባ እቲ ስምምዕ ጽቡቕ እንተ ተሰሚዕዎ ክኽተሎ እዩ፣ ነቲ ግደኡ ድማ ብፍታው ክገብሮ እዩ። ዳግማይ ምሳኻ ክሰርሕ ድማ ዝያዳ ተኽእሎ ኣለዎ። ኣብዚ ግን ከም ዘይኽተሎ እንተ ተጨኒቕካ፣ ክልተ ምኽርታት ክህበካ። ቀዳማይ፣ ነቲ ስምምዕ ሓደጋኻ ንከጉድል ጌርካ ኣዳልዎ። ንሱ ግድኡ ክሳዕ ዝፍጽም ንስኻ ናትኻ ከይትገብር ጌርካ ስምምዕ ኣዳልው። ንኣብነት ሓደ ነገር ትገዝእ እንተ ደሊኻ እቲ ሸያጢ ኩሉ ነገር ከምቲ ዝተብሃለ ክሳዕ ዘረክብ ንስኻ ድማ ክሳዕ እተረጋግጾን ክፍሊትካ ደንጉዮ። ንርእስኻ ዝያዳ ንምክልኻል ኣብቲ ስምምዕ ውሕስነት ኣእቱ። ንኣብነት ኣብ ክንዲ ንሓደ ሰብ ገዛኻ ወይ ንትካልካ ክገዝኣካ እዩ ኢልካ ምእማን፣ ዘይምለስ ቀብዲ ሕተት ካሊእ ካልኦት ሰባት ብምስታፍ ድማ ተፃራሪኻ ካብቲ ስምምዕ ንከይወፅእ ክተፀግመሉ ትኽእል ኢኻ። ካብቶም ኣብ ጎድኑ ዘለዉ ኣገደስቲ ሰባት ፊርማ ውሰድ። ነቶም ዋጋ ዝህቦምን ዘኽብሮምን ሰባት ድማ ነቲ ስምምዕ ክምስክሩ ዓድሞም። ወይ እውን ብግልፂ ኣውጆ። ጥርጣሬኻ ከም ብሕታዊ መጥቃዕቲ ኮይኑ ክሓስቦ ኣይትግደፎ። እመነኒ እንተ ኢሉካ ይኣምነካ እየ ግን እዚ ልሙድ ኣሰራርሓ እዩ ኢልካ ግለጸሉ። ካልኣይ ምኽሪ ድማ ኣቐዲምካ ንጸገማት ተዳሎ። ሓደ ሰብ ነቲ ስምምዕ እንተ ዘይተኸቲልዎ እንታይ ከም እትገብር ኣብቲ ስምምዕ እእትዎ። ሕርላይ፣ ናይ ሎማዓንቲ ቪድዮ ቅድሚ ምውዳይ ሓንቲ ዛንታ ከካፍለኩም። ሓደ ሰብኣይ ንሰለስተ ደቁ ዓሰርተ ሸውዓተ ኣግማል ሓዲጉሎም። ነቲ ዓብዩ ወዱ ፍርቂ ንክወስድ ነቲ ማእኸላይ ድማ ሲሶ፣ እቲ ንእሽቶ ድማ ሓደ ኣብ ልዕሊ ትሽዓተ ይውሰዱ ኢሉ ተናዚዙ ዓሪፉ። ግን እቲ ጸገም ዓሰርተ ሸውዓተ ንኽልተ፣ ንሰለስተን ወይ ንትሽዓተን እውን ኣይኽፈልን እዩ። እቶም ኣሕዋት ድማ ኣብዚ ተኸራኸሩ፣ ግን ፍታሕ ክረኽቡ ኣይኸኣሉን። ኣብ መወዳእታ ናብ ሓንቲ ጥበበኛ ኣረጊት ሰበይቲ ከዱ። እታ ሰበይቲ ድማ ኽምስ በለት እሞ ሓደ ናተይ ግመድ ውሰዱ እሞ ሓደ ናተይ ግመል ውሰዱ እሞ ካብኡ እንታይ ኸም ዚኸውን ርኣዩ በለቶም። ሕጂ ዓሰርተ ሸሞንተ ግመል ኣለዎ። እቲ ዓብዪ ፍርቂ ማለት እውን ትሽዓተ ኣግማል ወሰደ፣ እቲ ማእከላይ ድማ ሲሶ ወይ ድማ ሽዱሽተ ኣግማል ወሰደ፣ እቲ ንእሽቶ ድማ ሓደ ኣብ ልዕሊ ትሽዓተ ወይ ድማ ክልተ ኣግማል ወሰደ። ናይተን ዝወሰድወን በዝሒ ኣግማል ድምር ትሽዓተ ኣግማል ክድመር ሽዱሽተ ክድመር ክልተ ዓሰርተ ሸውዓተ ይኸውን። ካብኡ እቶም ኣሕዋት ርስቶም ተረከቡ። እታ ጥበበኛ ሰበይቲ ድማ እታ ዝሃበቶም ግመል መሊሳ ወሰደታ። እዛ ትምህርቲ እዚኣ ድርድራት ከም ዓሰርተ ሸውዓተ ግማል ምምቃል ዘይከኣል ኮይኑ ክስምዐካ ይኽእል እዩ፣ ግን ንድሕሪት ስጉምቲ ብምውሳድ ከም ናይ ባልኮኒ ምውጻእ ሓደስቲ ፍታሓት ክትርኢ ይሕግዘካ እዩ። እታ ናትካ መበል ዓሰርተ ሸሞንተ ግመል ማለት እያ። ናይ ለሞዓንቲ ቪድዮይ እዚ ይመስል ነይሩ። ካልእ ብልጽቲ ጽሟቕ መጽሓፍ ንምርኣይ ነታ ኣብ ስክሪንኩም ዘላ ቪድዮ ርኣይዋ። ካልእ ክሰርሐልኩም ትደልይዎ መጽሓፍ እንተልዩ ድማ ኣብ ኮመንት ሴክሽን ጸሓፉለይ። ክሳዕ መወዳእታ ስለ ዝተኸታተልኩኒ ድማ ኣዝየ የመስግን። እዚ ናና ቲዩትዩብ እዩ።